ቀኒኹም ክትኮኑ ተስፋ ገብር ብምቕፃል ሎም ከዓ ከምቲ ልሙድ ብካል መደብ ተመሊሰኩም ኣለኹ ናይ ሎም መደብና ኣብ ናይ ኣንድሮይድ ይኹን ወይ ከዓ ኣብ ናይ ሳምሰንግ ጋላክሲ ማለት እዩ ምክንያቱ ኣብ ናይ ኣይፎን ኦረዲ ርኢና ኣለና ቅድሚ ሕጂ ከመይ ጌና ኣብ ቴሌፎንና ኣብ ሓንቲ ኣፕሊከሽን ጥራይ ሰባት ከምድጥቀሙ ንገብር ካብቲ ክጥቀሙላ ዝወሰድዋ ኣፕሊከሽን ናብ ካልእ ኣክሰስ ከምደይገብሩ ከመይ ጌና ንገብር ክንርኢ ኢና ነዚ ከምዚ ክንብል ከለና ሰባት ሓደ ሓደ ግዜ ቴለፎና ክንድውለላ ወይ ቴክስ ክንጽሕፈላ ገለ ኢሎም ካባና ወስድዎ ካባና ምስ ወሰድዋ ናብ ዘየድሊ ናትና ፐርሰናል ዲቴልስ ወይ ከዓ ናይ ውልቂ ጉዳያትና ኣትዮም ኣብቲ ፎቶ ድዩ ካልእ ኮንታክት ናምበር ድዩ ወይ ኣብቲ ቴክስ ዝተጸሓፍናዮ ኣትዮም ካልእ ማልእ ቸክ ድገብሩ ሰባት ስለ ደለዉ ናብ ስታክ ኣክሰስ ከምዘይገብሩ ከመይ ጌርና ንገብር ኣብታ ሓንቲ ክጥቀሙላ ዝወሰድዋ ጥራይ ኣብኣ ኣብነት ፌስቡክ ክጥቀሙ እንተ ከፊቶማ ኣብታ ፌስቡክ ኣብታ ፌስቡክ ከምደይ ወጹ ናብ ካልእ ከምደይ ከዱ ኣብታ ፌስቡክ ግን ክጥቀሙ ይኽእሉ እዮም ኣብኣ ዓጺና ንህቦም ማለት ካብኣ ከምደይ ወጹ ናብ ካልእ ኣፕሊከሽን ከምደይ ከዱ ናብቲ ፎቶ ድዩ ናብቲ መሰጅ ድዩ ገለ ገለ ከምደይ ወጹ ጌርና ንዓጹ ክንርኢና ሰናይ ምክትታል ናብቲ ሙሉእ ትሕዝቶ ናይታ ቪድዮ ሓራይ እምበኣር ክቡራት ተኸታተልቲ ሕጂ ኣብዚ መጺእና ኣለና ሰቲን ንኸፍት ማለት እዩ ድሓር ሰቲ ምስ ከፈትና መጀመርያ ኣብዚ ናይ ሎክ ስክሪን ፓስወርድ ክንቅይሮ ኣለና እዚ ፓተርን ወይ ከዓ እዚ ስዋፕ ገለ ንጥቀም እንተኮይና ክንቅይሮ ኣለና ኣብዚኣ መፂና እዚኣ ሎክ ስክሪን ትብል ለላ ንኸፍት ኣብዚ ምስ ከፈትና ኣብዚ ላዕሊ ስክሪን ሎክ ታይፕ ይብለና ኣሎ ንኸፍት ኣብዚ ምስ መፃና እጂ ኣብዚ ብዙሕ ኣማራፂ ሂብና ኣሎ ናይ ስክሪንና ክንዓፅወሉ ንኽእል ኣገባብ ማለት እዩ ፓቸርን ኣሎ ከም ስዋብ ጥራይ ጌና ንኸፍቶ ኣሎ ፒን ኣሎ ፓስዎርድ ኣሎ እቲያ ፓስዎርድ ክንገብራ ኣለና ማለት እዩ ነቲ ናይ ኣፕሊኬሽን ክንዓፅዋ ተኮይና እዚኣ ከዓ ፓስዎርድ ክንቅይሮ ኣለና መጀመርያ ናይ ናይ ሎክ ስክሪን ፓስዎርድ ናትና ማለት እዩ ኣብዚ መፂና እዚኣ ፓስዎርድ ንመርፅ እዚኣ ሃይ ሰኪሪ ኣብዚኣ ንኸፍት ኣብዚ መፂና እታ ተድልየና ፓስዎርድ ክሬት ንገብር ኣብዚ እንታይ ይብለና ኣሎ ኣርባዕተ ካራክተርስ ብውሕድ ክኾን ኣሎ and then ካብተን ኣርባዕተ ዘእትወን ከዓ ኣትሊስት ሓንቲ ሌተር ክትከውን ኣለዋ ሓንቲ ፊደል ማለት እዩ ካብ ምርፅ ኣይክኸውን የብሉ ብልና ኣሎ and then ኣብዚ ከዓ ክትርሶ ዕብልካን ተረሲዕካዮ ነዚ ሙሉ እቲያ ሞባይል ኢኻ ሪሴት ክገብራ ሪሴት ገብራ ከለካ ኩሉ ትውድሮ ዳታ ከይጠፍእ ክትርሶ ዕብልካ እንቲያ ፓስወርድ ብለካ ኣሎ ትፅሕፍዋ ኣብዚኣ መፂና ሽዑ እቲያ ተድልየና ፓስወርድ ክሬት ንገብር የእቲ ኣለኹ ካልኣይ ግዜ ሪኢንተር የብለን ኣሎ ኮንፍርም ንክገብራ ወዲ ኣላ እዚኣ ሕጂ ክሬት ገይርያ ወዲ ኣላ እታ ፓስወርድ እዚኣ ፓስወርድ ሕጂ ክሬት ገበርና ኣብ ክልት እያ ክንጥቀመላ ኣብዚ ናይ ሎክ ስክሪን ብኣየና ኢና ክንከፍቶ ብተወሳኺ ከዓ ነቲያ ተድልየና ኣፕሊኬሽን ወይ ከዓ ነታ ተድልየና ሎክ ጌርና ዓፂና ነቲ ሰብ ንህቦ እውን በዚኣ ኢና ክንዓፅዋ ማለት እዩ ታት ህሌና ወዲእና ናብዚ ምስ ተመለስና ኣብዚኣ መፂና ኣብዚ ታሕቲ ባዮሜትሪክስ ን ሰክሪ እዩ ድብል ለሎ ንኸፍት እዚኣ ምስ ከፈትና ንታሕቲ ንወርድ ኣብዚ መፂና ከ ኣዘ ሰክሪ ሰቲንስ ዝብለና ኣሎ እዚኣ እውን ንኸፍታ እዚኣ ምስ ከፈትና ሕጂ እውን ንታሕቲ ክንወርድ ኢና ኦል ደ ወይ ታሕቲ ንወርድ ኣብዚ ምስ መፃና ፒን ዊንዶውስ ዝብለና ኣሎ እዚኣ ፒን ዊንዶውስ ንኸፍታ ድሓር ኣብዚ መጺና ነዚኣ ኦን ንገብራ እዚኣ ላዕሊ ዘላ ኦን ተመሊስና ኣብዚ ታሕቲ ከ እንታይ ይብለና ኣሎ ኣስክ ፎር ፓስዎርድ ቢፎ ኣን ፒኒን እዚኣ ከ ንኸፍታ እዚኣ ንምንታይ ኢና ከፊትናያ ነቲ ሰብ ዓጺና ምስ ሃብናዮ እቲ ኣንቶ ሰድ ገበርናያ ፓስዎርድ ተሓቶ ካብኣ ንክወጽእ ምስ ዝፍትን ካብቲ ዓጺና ድሃብናይ ኣፕሊኬሽን ክኸፍታ ምስ ዝፍትን እቲያ ፓስዎርድ ተሓቶ እያ ፓስዎርድ ከ ኣይፈልጣን እዩ ማለት እዩ ሶ እዚኣ ትመስል ድሓር እዚ ወዲእና ኣለና ኩሉ ሰድ ጌርና ናበይና ሕጂ ንኸይድ ናብቲያ ኣፕሊኬሽን እታ ተድልየና ዘላ ነቲያ ዓጺና ክንሞ ዘለና ኣፕሊኬሽን ንኸይድ ኣብዚ መፂና ሕጂ ኣብነት እቲ ሰብ ሞባይሉ ኢንተርኔት ወዲኣቶ ኣብ ሞባይልና ፊልም ወይ ደርፊ ክርኢ ምስ ዝደሊ ኣብ ዩቲብ ማለት እዩ መፂና ነዛ ዩቲብ ንኸፍታ ኣብዚኣ ምስ ከፈትና ነታ ዩቲብ ከምዚኣ የና ከፊትና ምስ ኣዳለናሉ ነዚኣ ንዓፅዋ ካብዚኣ ከም ዘይወፅእ ንገብሮ ብድሕሪኡ ግን ኣብዛ ኣትዩ ድሌቱ ደርፊ ምረፅ ድሌቱ ፊልም ምረ ናቱ ጉዳይ እዩ ካብዚኣ ወፂኡ ግን ናብ ካልእ ከም ዘይከይን ንገብሮ ኣብዚኣ ንዓፅዎ ማለት እዩ ኣብዚኣ መፂና ከመይና ንዓፅዋ ነዚን ሰለስተ ሽራ ሽራ ደሎ ኣብዚኣ ንሃርመን ድሓር ኣብዚ መጺሎ እቲ ተኸፍተ ኣፕሊኬሽን ሕጂ ንዓና ትህልየና ዘላ እዛ ዩቲብ እያ ኣብዚኣ ናይ ዩቲብ ኣይከን ኣብ ላዕሊ ንሃርም ኣብዚ ምስ መጻና እንታይ ብለና ኣሎ ፒን ድስ ኣፕ ብለና ኣሎ ኣብዚኣ ፒን ንገብራ ሕጂ ኣብዚ ኢንስትራክሽን ይብና ኣሎ እንታይ ኢሉና ቱ ኣምፔን ድስ ኣፕ ታች ኤን ሆልድ ሪሰንት ኣን ባክ ቦሮም ኣት ደ ሴም ታይም ነዚኣ ሕጂ ክንዓፅዋን ኢና ክትከፍታ ከለኻ ግን ብለን ኣሎ ነዚኣ ባክ ቦቶምን ነዚኣ ሪሰንት ቦቶምን ነዚን ከምዚኣ ጌርካ ኣብ ደሴም ታይም ብሓንሳብ ትሕዘን ሽዑ ኣምፒን ክትከውን እያ ኣምፒን ኮይና ቶታል ክትክፈት ትኽእል እያ ኣብቲ ፓስወርድ ተዘይ ሰሪዕኻ ኣላ ንሕና ግን ፓስወርድ ጌርና ኣለና እቲኣ ዓንተ ኮይዳ ሃረምናያ ኣስክ ፎ ፓስወርድ ቢፎ ኣምፒኒን ስለ ድኸፈትናያ ኣብዚኣ ነዚአን ሃሪሙ ክኸፍት ኣይክእልን ናብያ ትወዞ ናብቲ ፓስወርድ እያ ትኸፍቶ ሕጂ ነዚኣ ኦኬ ሞ ንበላ ናብኡ ክንከይድና ክንሪኣ ኢና ኦኬ ናልና እዚኣ ሕጂ ተዓፅያ ኣላ ካብዚኣ ዝኾነ ክወፅእ ኣይክእልን እዩ ዋላ ባኪሉ ኣብዚኣ ማኒማይ ፅሪያ ኮይና ኣላ ካብኡ ግን ክወፅእ ኣይክእልን ካብ ዩቲብ ኣይወፅን እዩ ኣብዛ ዩቲብ ጥራይ ዘሎ ረዮ ኣብዚ ዓሰርተ ግዜ ዋላ ፈቲኑ ተዓፂሎ ነዚአን ክልቲኤን ሒዙ ክኸፍታ ተፈቲኑ ከዓ ናብዚ ምፂና ኣሎ እዚ ከዓ እቲ ፓስወርድ ማለት እቲ ፓስወርድ ዓንተ ሰድ ገበርና እዩ ሰብ ከዓ ነዚ ፓስወርድ ስለዘይፈልጦ ክኸፍታ ኣይክእልን እዩ ዋላ ሓንቲ ክገብር ኣይክእልን እዩ ነታ ተድልዮ ጥራይ ተጠቂሙ ሞባይልና ብሰላም ሒዝልና ይምለስ ማለት እዩ እዚኣ ትመስል ሕጂ ክንከፍታ ኢና ንሕና ተኸፊታ ኣላ ማለት እዩ ከምዚኣ ጌርካ ትኸፍታ ባዕልኻ እሱ ግን እታ ፓስፖርት ስለ ዘይፈልጣ ዋላ ሓንቲ ክገብር ኣይክእልን ወይ እሳ እቲ ፓስፖርት ስለ ዘይትፈልጦ ዋላ ሓንቲ ክገብርዋ ኣይክእሉን እዮም ከምዚኣ ጌርና ክንዓፅዋ ንኽእል ማለት እዩ እዚኣ ትመስል ናይ ሎማዓንቲ መደብና ብጣዕሚ እየ ደመስግን ስለቲ ምክትታልኩም ካልእ ቪድዮ ሒዘ ክሳብ ድምለሰኩም ሰላም ቅነ ንኹላትና